ንረቡዕ ዓሰርተ ትሽዓተ ለካቲት ዝተዳለወ ዕለታዊ ዜናታት ሒዘልኩም መጽየ ኣለኹ። ብቐዳምነት ኣርእስተ ዜና። ኢትዮጵያን ሶማልያን ኣብ ስምምዕ ንምብጻሕ ቀዳማይ ዙር ቴክኒካዊ ዝርርብ ኣካይደን። ርክብ ላዕለዎት መሪሕነትን ኣሜሪካን ሩስያን ኣብ ስዑዲ ዓረብ ተቓኒዑ። ምምሕዳር ትራምፕ ኣማኢት ሰራሕተኛታት ድሕነት በረራ ካብ ስራሕ ኣባሪሩ። ኣብ ኣሜሪካ ክቱር ዛሕሊ ዘስዓቦ ሓደጋታት ትሽዓተ ሰባት ሞይቶም። ዝኸበርኩም ተኸታተልቲ እዝን ካልእን ዝድስስ መደባት ይዘልኩም መፅእ ኣለኹ ክሳብ መወዳእታ ምሳይ ክፅዕኖ እንዳሓተትኩ ኣብዛ ቻናል ድማ ናይ ወትሩ ተኸታተልቲ ንኽትኮኑ ሳብስክራይብ ላይክ ብምግባር ናይ ደወል ምልክት ክትጥውቑ ብኽብሪ ይዕድመኩም ኢትዮጵያን ሶማልያን ኣብ ስምምዕ ንምብጻሕ ቀዳማይ ዙርያ ቴክኒካዊ ዝርርብ ኣካይደን። ኣብ ባሕራዊ ምስሕብ ተሸይመን ዝጸንሓ ኢትዮጵያን ሶማልያን ቀዳማይ ዙር ቴክኒካዊ ዝርርብ ኣካይደን። ኣብ ርእሰ ከተማ ቱርኪ ኣንካራ ክልተ ሃገራት ቀርኒ ኣፍሪቃ ፍልልያተን ብሰለማዊ መንገዲ ንምፍታሕን ኣብ ስምምዕ ንምብጻሕን ኣብ ዝገብርኦ ዘለዋ ጻዕሪ መሻርኽቲ ኮይና ዝጸንሐት ቱርኪ ሚኒስትሪ ጉዳያት ወጻኢ ኣብ ዘውጽኦ መግለጺ እቲ ቴክኒካዊ ዝርርብ ድሕሪ ስምምዕ ኣንካራ ከምዝተኻየደ ገሊጹ።

ኣብቲ ብሚኒስትሪ ጉዳያት ወጻኢ ቱርኪ ሃካን ፊዳን ዝተመርሐ ቴክኒካዊ ዝርርብ ብወገን ኢትዮጵያ ሚኒስትሪ ጉዳያት ወጻኢ ዶክተር ጌዲዮን ጢሞቴዎስን ብስም ሶማል ምክትል ሚኒስትር ጉዳያት ወጻኢ ዓሊ መሓመድ ዑመርን ተረኺቦም እዮም። ኣብ ቀዳማይ ዙርያ ቴክኒካዊ ዝርርብ ክልቲኦም ልኡኻት ስምምዕ ኣንካራ ንምትግባር ዘለዎም ተወፋይነት ከምዝርኣዩ ይንገር። ሚኒስትሪ ጉዳያት ወጻኢ ቱርኪ ኣብ ዘውጽኦ መግለጺ ወሲኹ፣ እቶም ልኡኻት ነቲ ብመራሕቲ ሃገራት ኣብ ስም ኣንካራ ዘቐመጥዎ ራእይ ናብ ተግባር ንምትርጓምን ንሓድሕዳዊ ዘላቒ ልምዓት መሰረት ንምንጻፍን ጭቡጥ ስራሕ ጀሚሮም ኣለዉ ኢሉ። ዝቕጽል ቴክኒካዊ ዝርርብ ኣብ መጋቢት ክካየድ መደብ ተታሒዙ ከምዘሎ ቆጸራ ከምዝተገብረ'ውን ተገሊጹ። ኢትዮጵያ ምስታ ብዓለም ደረጃ ተፈላጥነት ዘይብላ ነብሳ ናጻ ትብል ሃገር ሶማሊላንድ ዕስራ ኪሎሜተር ዝንውሓቱ ገማግም ባሕሪ ንምውናን ዝፈረመቶ ናይ ምርድዳእ ስምምዕ ንሶማል ኣዝዩ ከምዘቑጥዓን ኣብቲ ዞባ ልዑል ወጥሪ ከምዘስዓበን ይግለጽ እዩ። ኢትዮጵያን ሶማልያን ነቲ ንኣስታት ሓደ ዓመት ዝጸንሐ ዘይምርድዳእ ኣብ ኣንካራ ብፕሬዝደንት ቱርኪ ብዝተመቻቸእ ዝርርብ ንምፍታሕ ኣብ ስምምዕ ተበጺሐን ይርከባ። ርክብ ላዕለዎት መሪሕነትን ኣሜሪካን ሩስያን ኣብ ስዑዲ ዓረብ ተቓኒዑ። ብሚኒስትራት ጉዳያት ወጻኢ ሩስያን ኣሜሪካን ዝተመርሐ ንኲናት ዩክሬን ንምዕራፍ ዝዓለመ ርክብ ትማሊ ኣብ ስዑዲ ዓረብ ተቓኒዑ። እዚ ታሪኻዊ ርክብ ምዃኑ ዝግለጽ ዘሎ ንሰለስተ ዓመታት ዝቐረበ ኲናት ንምዕራፍ ዝዓለመ ኮይኑ ዩክሬን ግን ኣካሉ ኣይኮነትን። ላዕለዎት መራሕቲ ኣሜሪካ ንኣስታት ሰለስተ ዓመታት ዝቐጸለ ኲናት ዩክሬን ንምዕራፍ ክልቲኦም ወገናት ሕድገት ክገብሩ ኣድላዪ ምዃኑ ገሊጾም ኣለዉ። ሚኒስትር ጉዳያት ወፃኢ ኣሜሪካ ማርኮ ሩቢዮ ልኡኻት ክልቲኦም ወገናት ዘካየድዎ ርክብ ፈላሚ ግን ኣዝዩ ኣገዳሲ ምዃኑ ገሊፁ። ብወገን ኣሜሪካ ኣብቲ ጉጅለ ኣማኻሪ ሃገራዊ ፀጥታ ኣሜሪካ ማይክ ወልዘን ፍሉይ ልኡኽ ኣሜሪካ ኣብ ማእከላይ ምብራቕ ስቲቭ ዊትኮቭን ተረኺቦም እዮም። ካብ ተጋባእቲ እቲ ርክብ ዊትኮቭ ንምንጭታት ዜና ከም ዝገለፁ ዛጊት ፕሬዚደንት ቭላድሚር ፑቲንን ፕሬዚደንት ዶናልድ ትራምፕን ዝራኸብሉ ግዜ ፈልዮም ኣየቐመጡን። ወሃቢ ቃል ሚኒስትሪ ጉዳያት ወፃኢ ኣሜሪካ ታሚ ብሩስ ክልተ ወገናት ንምዝዛም እቲ ኲናት ብዘላቒ ዘዕርፍ መንገዲ ንምፍጣር ብፅዑቕ መንፈስ ርክብ ኣካይዶም ኣለዉ ኢላ። እታ ወሃቢት ቃል ወሲኻ ክልቲኦም ወገናት ነቲ ኲናት ብዝቐልጠፈ ንምዕራፍ ዘለዎም ድልውነትን ኣመልኪቶም ኣለዉ። ኣብቲ ኣብ መንጎ ክልቲኦም ኣካላት ንልዕሊ ኣርባዕተ ሰዓትን ፈረቓን ዝተኻየደ ዘተ ብዙሓት ኣርእስታት ከምዝተላዕሉን ብነፃ ከምዝተዘተየሎምን ኣካል እቲ ዝርርብ ዝኾነ ሩስያዊ ኣማኻሪ ፕሬዝደንት ኡቫሽኮፍ ገሊጹ። ሩቢዮ ንሩስያ ብዛዕባ እዚ ኲናት ንምዕራፍ ዘለዋ ድልውነት ብምጥቃስ ኣብ ዝሓጸረ እዋን ንምኽታም እዚ ኲናት ድሌት ከም ዘለዋ ጠቒሱ። ኣብ ዘተ ብዛዕባ ጸጥታ ዩክሬን ዶባት ክልተ ሃገራትን ኣመልኪቶም ክዘራረቡ ምዃኖም ሮይተርስ ኣስፊሩ ኣሎ። ዩክሬን ኣካል እዚ ርክብ እኳ እንተዘይኮነት እንተኾነ ኣስታት ሓደ ሓመሲት መሬት ብሩስያ ተታሒዙ ከም ዘሎ'ዩ ሮይተርስ ዝገልጽ። ብኻልእ መደብ ዘለንስኪ ንረቡዕ ንሪያድ ኽገይሽ መደብ ሒዙ ነይሩ እዩ። እንተኾነ ሎሚ ከም ዝገለጾ ናይ ሪያድ መገሽኡ ን ዓሰርተ መጋቢት ኣሰጋጊርዎ ኣሎ። ዘለንስኪ ኣስዒቡ ንሱ ዘይብሉን ምሉእነት ዘይብሉን ጉዳያት ክትግበር ከም ዘይደሊ ኣመልኪቱ ኣሎ። ዘለንስኪ ወሲኹ ኣብቲ ዞባ ሰላም ንኽሰፍን ኣሜሪካውያን፣ ኤውሮጳውያንን ኣካል'ቲ ዝርርብ ክኾና ከም ዝደሊ እውን ሓቢሩ። ኣማኻሪ ሃገራዊ ጸጥታ ማይክ ዎልዝ ቐዲሙ እቲ ኲናት ክዓርፍ ከም ዝደሊ ይኣምን። ኲናት ደው ምስ በለ ብዛዕባ ዋንነት መሬት ዝርብ ክቕጽል ምዃኑ ድማ ይንገር። ብሕብረት ኤውሮጳ ንዩክሬናውያን ዝስማዕ ዘሎ ሻቕሎት መብርሂ ዝሃበ ማርኮ ሩቢዮ ኣብዚ ከይዲ ዝተነጸለን ድሕሪት ዝተረፈን ወይ ድማ ክተርፍ ዝኽእልን ወገን የሎን ኢሉ። ሩቢዮ ኣስዒቡ ድሕሪ ገለ እዋን ኩላቶም ሰብ እጀታ ኣካል እቲ ዝርብ ክኾኑ ምዃኖም ጠቒሱ ኣሎ። ወኪል ሩስያ ሓደ ኣብዚ ዘተ ካብ ዘቕረቡ ጠለባት ዩክሬን ናብ ኪዳን ሰሜን ኣትላንቲክ ወይከኣ ኔቶ ንምሕዋስ ዘለዋ ጠለብ ሙሉእ ብሙሉእ ውዱቅ ከምዝኸውን ዝብል እዩ። ሕቶ ኣባልነት ኔቶ ተቐባልነት ከምዘይህልዎ ሚኒስትር ምክልኻል ኣሜሪካ ፒት ሄግሰት ኣብ ቀረባ ግዜ ኣብ ብራስለስ ገሊጹ ነይሩ እዩ። ፕሬዚደንት ዘለንስኪ ግን ልኡላውነት ዩክሬን ክሕሎ እንተኾይኑ ሃገሩ ናብ ኪዳን ክገጽእ እምበር ኣዝዩ ወሳኒ ምዃኑ ደጋጊሙ ክጠቅስ ጸኒሑ እዩ። ድሕሪ እዚ ርክብ ከኣ ወሃቢት ቃል ሚኒስትሪ ጉዳያት ወጻኢ ሩስያ ማርያ ዛክሮቫ ሕቶ ዩክሬን ንኣባልነት ኔቶ ንኹሉ ግዜ ክስረዝ ኣድላዪ ምዃኑ ንጋዜጠኛታት ገሊጻ። ምምሕዳር ትራምፕ ኣማኢት ሰራሕተኛታት ድሕነት በረራ ካብ ስራሕ ኣባሪሩ። ምምሕዳር ትራምፕ ብኣማኢት ዝቑጸሩ ሰራሕተኛታት ምምሕዳር ፌደራል ኣቭየሽን ካብ ስራሕ ምፍናው ከም ዝጀመረ እቲ ማሕበር ኣፍሊጡ። እዚ ስጉምቲ ምምሕዳር ትራምፕ ቅድሚ ምእዋጁ ሰሙናት ቅድሚ ምግላጹ፣ ሓያሎ ነፈርቲ ኣብ ማእከል ኣየር ኣብ ልዕሊ ዋሽንግተን ዲሲ ተሓምሺሻ ብዙሓት ሰባት ከም ዝሞቱ ምፍላጥ ኣገዳሲ እዩ። እቲ ማሕበር ኣብቲ ትካል ንሓደ ዓመት ዘይመልእ ዝሰርሑ ኣማኢት ሰራሕተኛታት ብዛዕባ እቲ ውሳነ ብኢሜይል ከም ዝተሓበሩም ኣፍሊጡ። እዚ ሰራሕተኛታት ናይ ምፍናው ውሳነ ኣካል ናይቲ ብኤሎን መስክ ዝምራሕ ቤት ጽሕፈት ሓላፊ ስታፍ ዝጀመሮ ውጥን ምጉዳል ወጻኢታት ኮይኑ ትካል ፌደራል ዝያዳ ስሉጣት ንምግባር ዝተመስረተ እዩ። ኣብ ዶች ዝመደበሩ ቤት ጽሕፈት ኤሎን መስክ ንብዙሓት ምጉዳል ስራሕ መንግስቲ ፌደራል ምዕጻውን ኣብያተ ጽሕፈትን ትካል መንግስትን የስዕብ ኣሎ። ፕሬዚደንት ማሕበር ሰራሕተኛታት ኣቪዬሽን ኣሌክስ ሴፕሮ ነቲ ውሳነ ብምኹናን ውርደት ክብል ገሊፅዎ ይርከብ። ሓድሽ ሓላፍነት ኣብ ልዕሊኦም ብምንባር ድሮ ልዕሊ ዓቐን ዝሰርሕ ሓይሊ ስራሕ ፀቕጢ ክውስኽ እዩ ክብል ወሲኹ ገሊፁ ይርከብ። ኣቦ ወንበር ኣብ ዘውፅኦ መግለፂ ክኢላታት ስርዓት ፀጥታ፣ ፅገናን ምምሕዳርን ዝርከብዎም ሓያለ ሰብ ሙያ ካብ ስራሕ ከምዝተባረሩ ገሊፁ። እቲ መሳለጥያ ቅድሚ ሕጂ ምስ ሕፅረት ሰራሕተኛታት ኽቃለስ ከምዝፀንሐ ዘስተብሃለ ሴፕሮ እቲ ውሳነ ድሕሪ ሰለስተ ቀተልቲ ሓደጋታት፣ እንኮላይ ኣብ ዝሓለፈ ወርሒ ዘጋጠመ ሓደጋ ዲሲ ስሳን ሸውዓተን ሰባት ዝቐተለ ምዃኑ ገሊጹ። ብውሳነ ትራምፕ ካብ ዝተባረሩ ሰራሕተኛታት ሓደ ዝኾነ ጄሰን ኪንግ ብዛዕባ መጻኢ ድሕነት ኣቪየሽን ስክፍታ ከም ዘለዎ ገሊጹ። ኣብ ድሕነት መጓዓዝያ ኣየር ብቐጥታ ዝነጥፉ ሰራሕተኛታት ካብ ስራሕ ምብራር ኣብ ሃገራዊ ክሊ ኣየርና ንህዝባዊ ድሕነት ሓደጋ'ዩ ክብል ንማዕከናት ዜናት ሃገር ኣብ ዝሃቦ መግለጺ ሓቢሩ። ኪንግ ብተወሳኺ እዚ ውሳነ ንድሕነት ህዝቢ ሓደጋ ዘስዕብን ሓደጋታት ክውስኽ ከም ዝኽእልን ብምግላጽ ድሕነት ኣቬሽን ምስ ምጉዳል ባጀት ተተሓሒዙ ክረእ የብሉን ኢሉ። ምምሕዳር ትራምፕ ዳርጋ ኩሎም ኣብ ቀረባ እዋን ዝተቖጽሩ ኣብ ፈተነ ዝነበሩ ኣብ ስራሕ ዘይተሰርሑን ሰራሕተኛታት መንግስቲ ካብ ስራሕ ክእለዩ ኣዚዙ ኣሎ። እዚ ውሳነ ናይ ማይት ኣሽሓት ሰባት ክጸልዎም ከም ዝኽእል ይእመን። ኣብ ኣሜሪካ ክትሩ ዛሕሊ ዘስዓቦ ሓደጋታት ተሽዓተ ሰባት ሞይቶም። ኣብ ኣሜሪካ ኣብ ዝሓለፈ መዓልታት ብዝረአ ዘሎ ንፋስ ዝሓዘለ ዝናብን ዝሑል ኩነታት ኣየርን ኣብ ክፍለ ሃገር ከንታኪ ብዘጋጠመ ምዕልቕላቕ ውሕጅ ዝሞቱ ሸሞንተ ሰባት ሓዊሱ ትሽዓተ ሰባት ምማቶም ኣገልግሎት ዜና ኣሶሽትድ ፕረስ ኣመልኪቱ። ፕሬዝደንት ዶናልድ ትራምፕ ድሕሪ እቲ ሓደጋ ውሕጅ ኪንታኪ ህፁፅ ሓደጋ ብምእዋጅ ንምሕጋዝ ዝውዕል ባጀት ክልቀቕ ኣፍቂዱ። ኣመሓዳሪት ክፍለ ሃገር ኣንዲር በሺር መብዛሕቱ እቲ ሞት ኣብ ልዑል መጠን ዘለዎ ዕቁር ማይ ካብ ዝጠሓላ መንኪና ዘጋጠም ምዃኑ ብምግላፅ ብኣማኢት ዝቑፀሩ ነበርቲ ካብቲ ሃንደበት ዘጋጠመ ምዕልቕላቕ ውሕጅ ምድሓኖም እውን ሓቢሩ። ብተወሳኺ ኣስታት ሰላሳን ትሽዓተን ሽሕ ኣባይቲ ብዘይ ሓይሊ ኤሌክትሪክ ምትራፈን ኣመሓዳሪ ወሲኹ ሓቢሩ ኣሎ። ብተወሳኺ ኣብ ሰሜናዊ ኒው ዮርክን ኒው ኢንግላንድን ሓያል ውርጪ ካርም ተኽእሎ ከም ዘሎ ትንቢያ ኩነታት ኣየር ይገልጽ። ዝኸበርኩም ተኻተልቲ ቤን ቲቪ ንሎሚ ዝበልናዮ መሰናድኡና ኣብዚ ወዲእና ኣለና። ምሳና ስለ ዝጸናሕኩም ብልቢ ነመስግን። በብዘለኹሞ ሰላም ተመነና።